ፋራይ ኦፊርካ እተ በሪሕካ ጽገብ ተኻዲንካ ሙቕ ወይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኦፊርኩም እተው በሪሕኩም ጽገቡ ተኻዲንኩም ሙቕ ጎይኹም ክይዱ ክንዲ ናይ ደይ ዕድመ ይሃብኩም ጣልያን ተወሊደ ሰማንያ ድህረ ጉልበትኩም ሳኻትኩም ይቐኒ መኒ ናይጆ ጉልበትና ጉልበትኩም ሙነይዎ ጉልበትኩም ምነይዎ።
ሻሎም ሻሎም ሻሎም ኣብ ርሑቕን ቀረባን ኮንኩም መደባት እዋናዊ ጉዳይ ትከታተሉ ዘለኹም ዝኸበርኩምን ዝኸበርክንን ብሩኽ ቀዳም ሰንበት ይግበሮ እናበልኩ ዝተፈላለየ እዋናዊ ትሕዝቶ ናይ ዓለም ኮነ ናይ ውሽጢ ዓዲ ኮነ ዘመናዊ ባህላዊ ፖለቲካዊ ማሕበራዊ ኩሉ ይሕዘልኩም መፂ ዘለኹ

ነዚ ቁልዓ መቸም ዘኪርኩሞ ትኾኑ ኢኹም ዝሓለፈ ዓመት ኣብ ትግራይ ተኣምር ተሰሪሑ ጓል ሰብዓን ሓሙሽተን ኣደ ህፃን ወሊደን ብምባል ዜና ተሰሪሑ ነይሩ። ጓል ሰብዓን ሓሙሽተን ዓመት ኣደ ከኣ ኢንተርቪው ኣብ ዝገበረኦ ብዙሕ ከርተት ከም ዝበላ ውላድ ድልየን ኣብ መጠረሻ ብሓገዝ ናይ ህንዲ ኣብ ህንዲ ምስ ከዳ ብሕክምናዊ ኣገባብ ዝሓለወ ከም ዝተገላገላ ገሊጸን ኔረን ኩላትና ውን ደስ ኢሉና እዚ ፖስተር እዚ ድማ ሎሚ ረኪበዮ ቀዳማይ ዓመት ናይ ኣዶንያስ ዘምካኤል ዝብል ማለት እዩ ህጻን ከኣ ርእይዎ ድሮ ዓመት ኮይኑ ጎቢዙ ማለት እዩ ብጣዕሚ ደስ ይብል ንህለ ኣብዚ እውን ማለት እዩ ብፀጉኡ የዕብየለን ገለ ሰባት ሕጂ ቁሩብ እታ ሽማቦስ ዘሚኪኤል ኮይና እቲ ቆልዓ ከዓ እቲ መልክዑስ ቁሩብ ገለ ዝብሉ ኣብ ኮመንት ኣይሰኣልን እዮም ግን እንሻሎ ደሓን ኣይትሕጡና ብፀጉኡ ይዕብየለን እዩ ዝበሃል ማለት እዩ ኣብዴት ክንገብረኩም ፀብፃብ ክንነገር ብምባል እዩ ላይክ ኣይትረስዑ ብሩክ ቀዳመ ሰንበት እወ እህ ካልእ እንታይ ከኣ ክኸውን ይኽእል እዩ እተን ኣደ ድሕሪ ክንደይ ዓመት እንደ ነዚ ቆልዓ ዝረኽብኦ ዘለዋ እታ ሕብሪ እኮ እያ ትዛርብ ዘላ እታ ሕብሩ ሲ ረእዋ እሞ እታ ገጹ እም፣ ከምዞም ኣብ ገዛ ቀደም ፈረንጂ ንጥቅዖም ነበርና ቆልዑ ከምኡ መስል እ፣ ድሕሪ ክንደይ ዓመት ስለ ዝረኽብኦ እዋ ኣንቱም ሰባት ጠጥዑም የብልዕኦ ኹና ጠጥዑም የብልዕኦ ጠጥዑም የብልዕኦ ድሕሪ ክንደይ ዓመት ዝረኽበ ቆልዓ ነለኩም ፈረንጂ መሲሉ ጀላ እነ ደብዓት እዩ ካልእ እንታይ ክብል ደልየ ክስታይ ክም ክኾኑ ይኽእል እዩ ቀያሕ እየ ነይሩ እንትን ኣደ መቐለ ሙሉእ ዝፈልጠን ክቕይሓ መዓት ብጣዕሚ ቀያሕ ቀያሕ ቀያሕ እየ ነይረን እሱ እውን ክኸውን ይኽእል እዩ ብዝኾነ ናይ ሓበሻ ነገር ስለ ዘይተርፍ ኢና ማለት እዩ ስቕ ኢለ እኳ ንርሑስ ዓመት ኢለኩም ዝርጋሕኳ ግን ምዝራብኩም ስለ ዘይተርፍኩም ስክንዛረብ ብምባል እዩ ናብ ዝቕፅል ንስገር ደኣ ኣይትሰኣነና የቀንየለይ። ክቡራት ተዓዘብቲ እዚ ትሪእዎ ዘለኹም ፅምብል ናይ ሓጎስ ምናልባት ናይ እስራኤል ባንዴራ እውን ስለ ዘሎ ናይ እስራኤል ገለ ነገር ከይመስለኩም እዚ ትሪእዎ ዘለኹም መንእሰያት ሶማሊላንድ ነቲ ብሃገረ እስራኤል ዝረኸብዎ ኣፍልጦ ልኡላውነት ንምጽንባር ባንዴራ እስራኤል ተሸፊኖም ተራእዮም ብብዝሒ ኣዛራቢ እዩ ዘሎ ንእስራኤል እውን ከመስግንዋ እዮም ተሰሚዖም ብዙሓት ሰባት እውን ብዛዕባ እዚ ነናቶም ርእቶ ይህቡ ኣለዉ ኣብ መጨረሻ እውን ቪድዮ ክገብረልኩም እየ ደቂ ዓድና ገለ ብዛዕባ እዚ ካብ ዝብልዎ ዘለዉ እንታይ ሓሳብ ይህቡ ኣለዉ ማለት እዩ ነቶም ኣፍልጦ ዘይብልኩም ሓበሬታ ዘይብልኩም ግን ዜና ትማል ናይ ምሸት ዝተዘርግሐ ኮይኑ ሶማልላንድ ከም ሃገር ኣፍልጦ ተዋሂብዋ ማለት እስራኤል ኣፍቂዳትላ ኣላ ማለት እዩ ብዛዕባ ሶማልላንድ ሓፂር ፅሑፍ ከም በልኩም ኣብ 26 ሰነ 1960 ካብ ብርጣንያ ናፃ ወፅያ ሃገር ኮይና ኣብ ሓደ ሓምለ 1960 ከዓ ምስ ሶማል ተሓዊሳ ብዙሓት ደቂ ሶማሊላንድ ታሪካዊ ስሕተት እዮም ዝብልዎ ብድሕሪ ክንደይ ኩናትን ፅንተትን ከዓ ኣብ 18 ጉንበት 1991 ካብ ሶማል ተፈልያ ናጻ ወጺኣ ማለት እዩ። ንኣስታት ሰላሳን ሓሙሽተን ዓመታት ናታ መንግስቲ፣ ናታ ባጤራ ገንዘብ፣ ሰራዊት፣ እንኮላይ ፓስፖርት ዘለዋ ሃገር ኮይና ኣፍልጦ ስለ ዘይረኸበት ግን ኣፍልጦ ንክትረክብ እያ ትጽዕር ዘላ ማለት እዩ። እንሆ ድማ ሓንቲ እስራኤል ካብተን ዘፍቅዳላ ኮይነን ብዙሓት ደቂ እቲ ሃገር ድማ ንእስራኤል ከመስግኑ ብዛዕባ እስራኤል ሸር ክብሉ እዮም ዝስማዕ ዘሎ ማለት እዩ። ኣብዚ ናይ ሶማልላንድ ምምቕቓል ብዙሕ ሰብ ነናቱ ርእይቶ ኣለዎ ገለ ጌጋ እዩ ሓንቲ ሃገር ክትመቓቐል እንከላ ሶማል ክትመቓቐል እንከላ ጌጋ እዩ ክብሉ ከለዉ ነንኡ ገለ ከዓ ነንኦ ከምቲ ኤርትራ ካብ ኢትዮጵያ ሽሕን ትሽዓተ ሚእቲ ትስዓ ሓደን ናጽነት ትፈልያ ሃገር ዝኾነት ናጽነት ኣረኺባ ሃገር ዝኾነት ሶማልላንድ ከዓ ሃገር ተኾነት እንታይ ጸገም ኣለዎ ብምባል ነናቶም ርእይቶ እዮም ዝህቡ ማለት እዩ ብዝኾነ ግን ኣብ ጎንዳታት ውፅኦም ብብዝሒ ሓጎሶም እዮም ዝገልጹ ዘለዉ ገለ ካብቲ ኣዛራብ ዘሎ ፍጻመ ከዓ እዚ እዩ
እዚ ዝበሃል ዘሎ ነገራት ሓቂ ክኸውን እንተድኣ ጀሚሩ ኣዝዩ ብዙሕ ዝኾነ ዕድላት ኣብ ኤርትራ ክኽፈት ይኽእል እዩ። ሲንስ ክልተ ሽሕን ሽዱሽተን ጀሚሩ ኩሉ ሰብ ከምዝፈልጦ ፕራይቨት ኮንስትራክሽን ኣብ ውሽጢ ኤርትራ ተኣትዩ ድሕሪ ምጽንሑ ኣብዛ ክልተ መዓልቲ ግን ብሆርን ኦፍ ኣፍሪቃ ዝርከብዎም ካልኦት ዝተፈላለዩ ውልቀ ሰባት ኣንኮንፊርምድ ኮንፊርምድ ኣይኮነን ዘሎ ክሳብ እዛ ሰዓት እዚኣ ብመንግስቲ ናይ ኤርትራ ወይ ምስ መንግስቲ ናይ ኤርትራ ምትሕሓዝ ዘለዎም ሰባት ኮይኑ ግን ሲንስ ክልተ ሽሕን ሽዱሽተን ተዓጽዩ ዝጸንሐ መስርሕ ናይ ፕራይቨት ኮንስትራክሽን ኣብ ኤርትራ ክኽፈት ጻውዒት የቕርብ ከምዘሎ መንግስቲ ኤርትራ ዝገልጽ ጽሑፍ'ዩ ማለት እዩ። Imagine ንከባቢ ዕስራ ዓመት ሙሉእ ተዓጽዩ ዝጸንሐ መስርሕ ናይ ኮንስትራክሽን ኣብ ኤርትራ እንተድኣ ተኸፊቱ ኣዝዩ ብዙሕ ዝኾነ ናይ ስራሕ ዕድላት ንብዙሓት ሰባት ክፈጥረሎም ይኽእል'ዩ ማለት እዩ። ካብ ፈራሜንታ ጀሚርካ ንብዙሓት ውልቀ ሰባት ናይ ስራሕ ዕድል ክፈጥረሎም ይኽእል'ዩ፣ እቶም ዓቕምታት ዘለዎም ሰባት ድማ ከም ድላዮም ዓይነት ህንጻታት ንኽሰርሑ'ውን ይፍቀደሎም ማለት እዩ። ዓብይ ድማ ቁጠባ ናይ ኤርትራ ካብዚ ዘለዎ ቡስት ንኽገብር፣ GDP ናይ ኤርትራ ንኽዓቢ ድማ ኣዝዩ ብዙሕ ዝኾነ ሓገዝ ይገብር ማለት እዩ። እዚ ግን ብንጹር ብመንግስቲ ይኹን ብዝኾነ ይኹን ኣካል ምስ መንግስቲ ምትእስሳር ዘለዎ ሰባት ፖስት ኣብ ዝተባህለሉ ግዜ ኣብዚ መጺእና ዳግማይ ንሰርሓሉ ኢና ማለት እዩ። ኩቡራት ተዓዘብቲ ኩሉ ግዜ ሓድሽ ዓመት ሓድሽ ዓመት ክቐርብ እንከሎ መቸም ዝኾነ ስቕ ኢልካ ተስፋ ዝህብ ዜናታት ኣይስሳእንዩ ግን ክግበር ከኣ ኣይረኣናን ንኣብነት ብዝሓለፈ ሴም ሓውና እንታይ ኢልካ ኔርካ ኣብ ክልተ ሽሕን ዕስራን ሓሙሽተን ኣብ ክልተ ሽሕን ዕስራን ኣርባዕተን ተልካ ኣብ 2025 ንኣሽቱ ወለዶ ኣብ ምርጫ ክመፅኦም ንኣሽቱ ወለዶ ስልጣን ክሕዙኦም ምርጫ ክግበር ዝዓይነቱ ዘረባ ተዛሪብካ ነርካ 2025 ግን ኣይኮነን ማለት እዩ ርኢኻያ ወላ ሓንቲ ኣይ ዝተገበረን ናብ 226 ንኸይድ ኣለና ሕጂ ከዓ ብዛዕባ ህንፃ ንዛረብ ኣለና እዚኣ እውን ኣይትኸውን እያ ምክንያቱ ክንደይ ተስፋ ቅድሚ ሕጂ ተዋሂቡ ግን ክግበር ኣይረኣናን ስለዚ ካብ ዘየለ ስቅ ኢልካ ካብ ከምዚ ይበሃል ኣሎ ኢልካ ዘየለ ነቲ ሰብ ተስፋ ምሃብ ምስ ተገበረ በቃ ምስ ተገበረ እምበር ቅድሚ ሕጂ ኣየርፖርት ሓሙሽተ ክስራሕ እዩ ተባሂሉ ፅርግያ ከም ዝስራሕ ኣሎ ተባሂሉ ግን ኣይረኣናን ወላ ሓንቲ ረኣናን ስለዚ ምስ ተገበረ ይሓይሽ ካብ ስቕ ኢልካ ኢፍ ኢፍ ኢፍ ኢፍ ዋዕ እንተ እንተ እንተ ካብ ምባል ምስ ተረጋገፀ ይሓይሽ ኮይኑ ይስምዓኒ ንዓመታ ርግፀኛ እየ ስእልኻ ሸር ኢሎም በቃ ርእይዎ ዓሚ ከምዚ ኣይልና ሕጂ ከዓ ኣይኮነትን ኢሎም ሸር ከም ዝብሉ ካብ ቲክቶክ ማለት እዩ ስለዚ ብዝተኻእለ መጠን ምስ ኮነ እንተ ዝርጋሕቲ ዜናና ዓይደስ ምበለኒ እምበር ገና ህግደፍስ ኣብ ጭቓዊት ወዲ ጭቓዊት እዮም ዘለዉ ንኣብነት እዛ ዜና ርእዋ እሞ ኣብ 220 ገለ ዝብልዎ ዝነበሩ ምስ ሕጂ ዝብልዎ ዘለዉ ከኣ ርእዩ በቃ ገና ኣብ ጭቓዊት እዮም ዘለዉ ኣብዚ ሓሙሽተ ዓመት ሽዱሽተ ዓመት ምሉእ ተሽሕን ዓሰርተ ትሽዓተን ክልተ ሽሕን ዕስራን ምስራሕን ምስፋሕን መስመራት ጽርግያ፣ ምምስራሕ ጸባ፣ ስጋን ዓሳን፣ ምውዳድ መሰረታዊ ማሕበራዊ ኣግልግሎታት፣ ምውሓስ ቀረብ ማይ ሰብን ጥሪትን፣ ምስሳን ሃብቲ እንስሳ፣ ምስፋሕን ምምዕባልን ወደባት ዓሰብን ባጽዕን፣ ምዝዛም ዲጋ ጋሕቴላይ፣ ምስፋሕ ሞያዊ ስልጠናታት፣ ምጅማር ምህናጽ ኣባይትን ምምዕባል ስርዓት ሃገራዊ ኣገልግሎትን ካብቶም ተታሒዞም ዘለዉ ዓበይቲ መደባት ምዃኖም ኣረጋጊጾም። ንኡስ ዞባ ኣፍዓበት መነባብሮ ጽጉማት ስድራቤታት ንምምሕያሽ ብዝካየድ ዘሎ ጻዕሪ ጨቓዊት ተዓዲሎም። ካብቲ ጨዋዊት እቲ ሰማንያን ሽዱሽተን ሚእታዊት ንደቂ ኣንስትዮ ከም ዝተዓደለ ተፈሊጡ። ኣቐዲሙ ኣብ ኣገባባት ምርባሕን ኣመጋግባን ደርሁም፣ ሰፈር ደርሁን ክግበረሉ ዘለዎ ክንክንን ጽሬትን፣ ሜላታት ምክልኻልን ሕማማትን ባልዓትን ወዘተ ዘተኮረ ኣስተምህሮ ንተጠቀምቲ ከም እተዋህበ ወኪል ኤሪና ሓቢሩ። ካብ ቤት ጽሕፈት ሕርሻ ንኡስ ዞባ ኣፍዓበት መንእሰይ ዓብዱራሕማን ያቆብን ክኢላ ምርባሕ እንስሳ ወይዘሮ በይዳ ዑስማንን ኣብ ዝሃብዎ ሓበሬታ፣ ምርባሕ ደርሁ ኣካል ንኡስ ርቡሕ ቃጾ ሕርሻ ከምዝኾነ ጠቒሶም፣ ኣብ ምምላእ መኣዛዊ መግቢ ስድራቤት ዓቢ ኣስተዋጽኦ ከምዘለዎ ሓቢሮም። ብዘይካ'ዚ ኣብ ምምሕዳራት ከባቢ ብዛዕባ መፍረ ደርሁ ንሓረስቶት ጎስጓሳት ስልጠናታትን ከምዝተዋህበ'ውን ተገሊጹ። ኣብ ንኡስ ዞባ ኣፍዓበት ኣብ ዓሰርተ ክልተ ምምሕዳራት ከባቢ ልዕሊ ዓሰርተ ሽዱሽተ ሽሕ ናይ ገደና ደርሁ ከምዘለዋ፣

ረቢ ልትሓሰበኩም ሳሒል ምነ ኸይራተ ፍቅር እንደ እብዴኩመ ከም እንከበሳብ ጫዋጭይት መጠ ኩነ ሕኩመት ጫዋጭይት ኣላሁ ኣክበር ትግበእ ዲብኩም። ሕጂ ምስዚ ምግፋፍ ተታሒዙ ኣብ ሰዓት እዚ ብዙሓት ኤርትራውያን ተገፊፎም ድተኣስሩ ከምዘለዉ ድሮውን ምጥራስ ተጀሚሩ ከምዘሎ I don't know ምናልባሽ እቲ ኩቡራት ተዓዘብቲ ብኻልእ ዜና ምስ ንኸይድ ሸውዓተ ኤርትራውያን ተጠሪዞም ናብ ኤርትራ ኤርትራውያን ኣብ ኣሜሪካ ኣብ ሓደጋ ኣብ ዝብል ኣብ ኤሪትርያን ፓብሊክ ሜድያ ገለ ካብ ዝቐረበ ርእይዎ ኣብ ኤሪፒ ምሉእ ትሕዝቶ ክትርእይዎ ትኸእሉ ኢኹም። ዝያዳ ክኸውን ይኽእል። ንዓይ ብዘለኒ ሓበሬታ ክሳብ ሸውዓተ ዝኾኑ ዝተጠረዙ ከምዘለዉ ይሕበር ኣሎ እሞ እስከ ከመይ እዩ ዘሎ እቲ መስርሕ ብናትካ ዘለካ ሓበሬታ ክሳብ ክንደይ ዝኮኑ ተኣሲሮም ኣለዉ ሓበሬታ ተሊካ እቶም ተጠሪዞም ዝበሃል ዘሎ እንታይ ዓይነት መስርሕ እዮም ዝሓልፉ ዘለዉ?
ብዝሒ ናይቶም ተጠሪዞም ዝበሃል ክትረክቦ እኮ ኣሸጋሪ እንድዩ ከምቲ ብደገ ደገ ዝሰምዖ ደገ ገ ዝሰምዖ ከምቲ ብጭቡጥ ውን ሓደ ሰብ ኣነ ዝፈልጦ ኣሎ ካብ ሓደ መሓዛይ ጠበቃ ዝሰማዕክዎ ማለት እዩ ሸውዓተ ዝኾኑ ከም ዝበልካዮ ኣትዮም ከም ዘለዉ ሰሚዕና ኣለና ንኤርትራ ማለት እዩ እዚ ንኤርትራ ጥራይ እዩ ክንደይ ከ ደይንፈልጦም ንፓናማ ተላኢኾም ኣለዎ ኣይንፈልጥን ምክንያቱ መጀመርያ እውን ዝተወሰኑ ኣብዚ ዓድን ዝነበሩ ሰባት ንፓናማ ተሰደዱ ኣለዉ ማለት እዮም ስለዚ ክንደይ ናብኦም ከይዶም እውን ኣይንፈልጥና ስለዚ ቁፅሩ ክትግምቶ ኣሸጋሪ እዩ ክንደይ ሰባት ተሰዲዶም ኣለው ትብል እታ ካልኣይቲ ክፋል ናይቲ ሕቶኻ ግን ረሲዐያ ድገመለይ እስከ። እንታይ እዩ እቲ መስርሕ ብኸመይ እዮም ዝጥርዝዎም ዘለው ምስ ተታሓዝካ ኣብቲ እስር ቤት ምስ ከድካ እንታይ እዩ ዝገጥመካ እስከ እቲ ሓፈሻዊ መስርሕ እንታይ እዩ ዝመስል።
ብጣዓሚ ናይ ንቡር ኣካይዳ እንድዩ ቅንዕና ዝጎደሎ ኣካይዳ እዮም ዝገብሩ ዘለዉ ምክንያቱም ብፍላይ ሕጂ ክልተ ዓይነት ካቴጎሪ ፈሊና ንርኣዮም እቶም ሓደ ሙሉእ ብሙሉእ ውፅእ ዝተባህሉ ኣለዉ ተረዲኻኒ ሙሉእ ሙሉእ ውፅእ ኣተዳ ተባሂልካ መርሓንቲ መሰል እውን የብልካ ኣብ ዝረኸብዎ ነፋሪት ኣፍጋኒስታን ድያ ክትቅበለካ ኤርትራ ድያ ክትቅበለካ ኬንያ ድያ ክትቅበለካ ትቕበለካ ሃገር ጥራይ ይርከቡ ማለት እዮም ክሰጉኻ ስልጣን ኣለዎም ማለት እዩ ስለዚ ነዚኣቶም መስርሕ ድበሃል የለን ማለት እዩ ኣብ ዝረኸቡ ክሰድዎም ይኽእሉ እዮም ማለት እዩ እቲ ካልእ ክፋል እቲ ካልእ ምናልባት ጥንቃቐ ዘድልዮ እንታይ እዩ እቲኦም ዊዝ ሆልዲን ድበሃል ኣሎ እቲ ዳኛ ብጀካ ንኤርትራስ ንካልእ ክስጎግ ኢኻ ድብሎም ማለት እዮም ኣለዎ እዚኣቶም ከምዚ ዓይነት ሓደ ክፋል ኣሎ ዓብይ ክፋል ናይቲ ሕብረተሰብ ማለት እዮም ስለዚ ንዚኣቶም ኣለዎ ንእሽተይ መስርሕ ኣለዎም ክውሃቦም ዝግብኦ ማለት እዩ እጂ እንታይ ይገብሩ ከ ሪሰንትሊ ዘጋጠመ ክነግረካ ካብ ኣብ ሳውዝ ነይሩ እቲ ዲቴንሽን ፋሲሊቲ ካብ ኣይ ቲንክ ኒው ኦርሊንስ እዩ ነይሩ ካብኡ ትራንስፈር ክንገብረክ ኢና ንካሊፎርኒያ እዚ ፔፐር ፈርማ ኢሎም ኣፈሪሞመን ኢትዮጵያውያንን ተን ደቂ ኣንስትዮ ኣፈሪሞም ንፅባሒት ንጉ ኣብ ጋና ተራእየን ንጋና ወሲዶምለን እቲ ወረቀት ድበልወን ንዐኣን ክትፍርማ ቦታ ንካሊፎርኒያ ክንቅይረክን እዩ ግን ፕራባብሊ እቲ ወረቀት ካልእ ይብል ነይሩ ክኸውን እዩ ኣየንበብዎን ይኾን ኣብ መሰኪን ማለት እዩ ጽባሒቱ ጋና ተራእየን እሞ ስለዚ ጥንቃቀ ክትገብሮ ዝግብኦ እንታይ እዩ ኣይደነው እስካዕ ክንደይ እቶም ተኣሲሮም ዘለዉ ነዚ ፕሮግራምና ክሰምዑ ሆፍሊ ብስድርኦም ገይሩ ክበጽሖም ማለት እዩ ክትፍርም ከለካ ምጥንቃቅ እያ እንታይ ዓይነት ወረቀት ትፍርም ኣለካ ኣይተንብብ ታንካ ኣንብቡለይ ምባል እዩ ገለ ምክንያቱ ሲ ፈሪምካ ኢላ ካልእ ሽግር ክመጽእ ሕጂ ቀረባ እዋን ዝሰማዕክዎ ኣሎ ፎርምታት ኣምጺኦምሲ ናይ ኤርትራ መንነት ወረቐት ሓድሽ መንነት ክነውጽኦልኩም ኢሎም ፎርምታት እዮም ልእዎም ኣለዉ ከምቲ ኩልና ንፈልጦ ድማ ናይ ኤርትራ መንነት ሃገራዊ መንነት እዩ እምበር ተራ መንቀሳቀሲ ተራ ወረቀት ኣይኮነን ኤርትራ ናሽናል ኣይዲ እቲ መንነትና ዜግነትካ እዩ ዝገልፅ ማለት እዩ ስለዚ እቲ መንነት ዘለዎም እውን ምናልባት ንገለ ገለ ኤርላይንስ ዌቨር ክህበን ይኽእል እዩ ተሸኪመን ክወስዳኻ ማለት እዩ ከብጽሓኻ ንዓድኻ ማለት እዩ ስለዚ ብዙሕ ሸን- ሽ- ሽ- ኣ፣ እንታይ ክትብሎ ሽጣራታት ሸርሕታት እዩ ዝግበር ዘሎ እሞ እም፣ ምጥንቃቕ ክትፍርም ከለኻ ከተብል ከለኻ ስቕልካ ደይ ምፍራም እዩ ማለት እዩ ሰላም ሰላም ከመይ ሓዲርኩም እ፣ ኩልኹም ፌቨን ሳህለ ደገፍታ ኣብ ውሽጥን ኣብ ደገን ትርከቡ ክቡራት ተዓዘብቲ ዝቕጽል ዜናና ብዛዕባ ናይ ፌበን ኮይኑ ናይ ፌበን ኣብ ዝሓለፈ ሰሙናት ኣዛራቢ ከም ዝነበረ ብዙሓት ርኢኹሞ ኢኹም ንኤርትራ ክትምለስ ከም ምዃና እውን ተሓቢሩ ነይሩ ግን ገና ኣብ ዱባይ ኮይና ቪድዮታት ምስራሕ ቀጺላቶ ነይራ ብድሕሪኡ ዝተፈላለዩ ምንጭታት ካብ ዱባይ ናብ ኤርትራ ምምላስ ከም ዝኣበየቶም ንዓኣ ክመልስዋ ግን ብዙሓት ይጽዕሩ ከም ዘለዉ ገለ ሓበሬታታት ሰሚዕና ክሳብ ኦፊሻል ዝኸውን ክሳብ ፅቡቅ ገይሮም ባዕሎም መግለፂ ዝህብዎ ግን ስቕ ምባል ይሓይሽ ብምባል ነቲ ኣርእስቲ ኣየልዓልናየን ማለት እዩ። ትማሊ ግን ኣኽሊሉ ሳህለ ዝተባህለ ሓዋ ናታ ብመገዲ ፌስቡክ ገይሩ ፅሑፍ ዘርጊሑ ኣሎ። እቲ ፅሑፍ ከም ዘለዎ ናባኹም ከብሎ እየ። እዛ ሓዋ መቸም ፈይጥኩሞ ትኾኑ ኢኹም ኣብ ዝሓለፈ ብዝተፈላለየ ኣርእስቲ ቀሪቡ ነይሩ እዩ። ኣብቲ ትማሊ ዝዘርግሖ ፅሑፍ ሰላም ኩቡራት ኣሕዋትን ኣሓትን ፈተውተይ ተኸታተልተይ ኣብዚ ለንቅነ ዝቕንየ ኩነታት ናይ ፌቨን ካብ ኩሉ ኩርናዓት ዓለም ተገዲስኩም ክትሓቱን ክትድውሉን ዝግበር ተሎ ክንተሓባበር ዝበልኩም ኩላኩም ፈተውቲ ብሽመይን ብሽም ኩሉ ስድራ መቕርብን ምስጋናይ እንዳ ገለጽኩ ብሰላም ገዛኣ ኣትያ ከም ዝኣተወት ክሕብረኩም ይፈቱ ፍሉይ ምስጋናን ኣኽብሮትን ብምባል ንገለ ካብቶም ኣባላት ኤምባሲ ናይ ኤርትራ ከምኡውን ገለ ካብቶም ኣብ ዱባይ ዘለዉ ሰባት ዝተፈላለዩ ብሕፅር ዝበለ ናይ ምስጋና ኣቕሪቡ ርሑስ ሓድሽ ዓመት ብምባል እዛ ፅሕፍቲ ዘርጊሕዋ ኣሎ ማለት እዩ ስለዚ ናይ ሓዋ ጭቡጥ ስለ ዝኾነ ብዛዕባ ሓፍቱ ክርከብ ዝኽእል ሓበሬታ ከም ሓበሬታ እውን ብዙሓት ስሕት ኢልኩም ተሓቱ ኢኹም እታ ፌበን ሳብያ ኣላ እንታይ ኣሎ ሓድሽ ኩነታት ትብሉ ኢኹም ኩነታታ ከምዚ በፂሑ ከም ዘሎ ብመገዲ እዛ ሓዋ ዝሃባ ሓበሬታ ገይረ ክሕብር ይፈቱ ኣደ ኣብዚ መልእኽቲ ብጽሑለይ ናብ ነሽነሽ ይብላ ኣለዋ እሞ እንታይ ኢና ከነብጽሓልክን ዝብል ነገር ክንሰምዐን ኢና። ነሽነሽ ዓይነይ ብዝገበርካዮ እኳ ተሓጒሰ እንድየ እወ እዚኣ ከዓ ከምዚኣ ገይረ ቻፕስቲክ ይግበር ኣቢለ ኣዋይ ረኣየኒ እወ ነዞም ታዲያ እስከ መደ ዙሩ እየ መን ዳኖ ኣነ ኩሉ ግዜ ዝብላ ኣነስ ቆልዑ ወለድኹም ተቋጻጸሩ ይብል እየ ሞባይል ገዲፍኩምሎም ሳይ ትኺዱ ይብል እየ ኩሉ ግዜ
ገጽ ዘይምሃብ እዩ እወ እንታይ ገጽ ምሃብ ናይ ምንዳን ነው ወይለከ

እወ ካብኡ ከዓ ኣሕዋተይ መዓረይ እንደገና ዩቲዩብ ከፊት ኣለኹ ሳብስክራይብ ጎርኒ ታማ ኣይፍለጥን ጥሮታ ተኾነትለ መቸም መሕለፊኻ ይፍለጥ እንደኾነ ካብ ሓዲኣስ ሓዲ ኣላ እወ ስለዚ ዋ እስኻ ባዕልኻ ለማ ሳብስክራይብ ገበረኒ ወ ንዓኻ እታ መልእኽቲ ነሽነሽ

ሓደራኻ ትንዋዕ ነሽነሽ ለሓደራኻ ተኾነ ብዓሰርተ ፃዋእትኻ ፈሎ ፈሎ ፈሎ ፈሎ ፈሎ ትብለኒ ሱ ኢልካ ኣብቲ ኢለ ሳብስክራይብ ሳብስክራይብ ሳብስክራይብ ኩሉ ሽዶ እዎ እዚኣ ከም ትሰምዐኒ ርግፀኛ ስለ ዝኾንኩ እየ ሰዳ ዘለኹ ዋ ብሓጎስ ቐኒ በቃ ደሓን መቸም ቆልዑ ኩሉ ግዜ ውላድ ቆልዓ ወለድኹም ተኸታተሉ ዝብል በዚ ምኽንያት እያ ሞባይል ገዲፍኩምሎም ኣይትኺዱ ደቅኹም ተኸታተሉ ዝነበረ ወለድኹም ተኸታተሉ ኮይኑ እዩ ኣደ ግን ግደፋ ግደፋ እዚ ዩቱብ ወዲ ዩቱብ ቲክቶክ ግደፋ ምስ ዓበኽን ከጣዕሰክን እዩ ግደፋ ኣነ ግደፋ ይብላ ኣለኹ ግደፋ ን ግዴታ ተኾይኑ ግን በቃ ንመጽእ እንታይ ደኣ ክንገብር ሳብስክራይብ ንገብር ላይክ ንገብር እንታይ ደኣ እሞ ዝሃበካስ ምቕባል ይምበር 225 ብዘይ ተስፋ ተዛዚማ 226 እውን ከምኡ ፍሉጥ እዩ 227 እውን ፍሉጥ እዩ ተስፋታት የለን ንመጻኢ ማለት እዩ ኣነ ግን ግደፋ ኣይብል መቸም ኖኖ ኣነስ ክኣትዋ እየ ዓይነይ ዓሚተ ተይልክን ግን ምጻእ እተዋ ነሽነሽ ከኣ ብዓሰርተ ኣጻብዕትካ ሳብስክራይብ ግበር ወዘይ ንስኻ ደኣ መን ይጽይቐልና ኣሎ ግደፋ ኣብ ክንዲ ምባል ደሓን መቸም ኩቡራት ትዓዘብቲ ካልእ ኣዛራቢ ዘሎ ፍጻሜ ናይ ኣዶናይ ኮይኑ እዚ ትሪእዎ ዘለኹም ትማሊ ዝዘርግሖ ቪድዮ ንብዙሓት ተጋሩን ኣቖጢዕዎም ናቶም ሓሳባት ክህቡ ሪኤ ኣለኹ ብሓፈሻ ዓሰርተ ሽዱሽተ ሚልዮን ብር ሕሰብዎ ዓሰርተ ሽዱሽተ ሚልዮን ብርሲ ንናይ ኢትዮጵያ ከም ዝተዋሃበ እዩ ዝሕብር ዘሎ ብዙሓት ከዓ ብሽም ሕንጻጽ ዝተዋጽእሲ ስለምንታይ ናይ ኢትዮጵያ ይወሃብ ገለ ብምባል ናቶም ሓሳባት ይህቡ ኣለዉ ኣብዚኣ እኮ ሓጻር ናተይ መልሲ እያ ዘላትኒ እዛ ቪድዮ ርእይዋ ኢኹም ኣብዛ ቪድዮ እንታይ እዩ ዝብል ዘሎ እዚ ዝዛረብ ዘሎ ቅድሚ ሕጂ ኣብ ውሽጢ ዓሰርተ ሓደ ወርሒሲ ሰላሳን ክልተን ቢልዮን ዝኸውን ገንዘብ ሂብና ኢና ንጽጉማት ኢልና ግን ህወሓት ዳርጋ ወሲዶሞ ንዕኦም እዚ ኣብ ትግራይ ዘሎ ናይ ጽጉማት ብሰንኪቲ መሪሕነት እዩ እምበር ንሕና ኮነ ብልጽግናስ ገንዘብ ንፅጉማት ሂብና ኢና እንተኾነ ግን ህወሓት ንዑ እዩ ዝወስዶ ዘሎ እዚ ገንዘብ ዝዋፃእ ዘሎ ድማ ጠጠው ክብል ኣለዎ ብምባል በቃ ንዚ ዝቐነየ ጉዳይ ናብ ፖለቲካ ተጠውዩ ገለ ተጠውዩ ፀቕጢ ክገብርሎም ጀሚሮም መግለፂ ከዓ ኣውፅኦም ኣብቲ ዘውፅዎ መግለፂ ከዓ በቃ ዝኾነ ሰብ ከየዋፅእ ገንዘብ ዝበሃል ከዋፅእ የብሉን ኢሎም ምክንያቱ እዚ ብውልቂ ዝግበር ዘሎ ገንዘብ ምውፃእ ጌጋ እዩ ብምባል ጠጠው ኣቢሎሞ ስለዚ ናይ ኣዶናይ ጌጋ እንታይ እያ ቀልጢፍካ እተን ገንዘብ ኣቐዲምካ ናብ ሕንጻጽ ምብጻሕ እያ ነይራ ክእክብ ክብል ስለ ዝደንጎየ ግን ብመሰረት እቲ ሕጊ ከይፈተወ እዩ እቲ ገንዘብ ናብቶም ዝለዓሉ ትካላት ክፋሕ ከብሎ እሶም ከኣ ፋሕፋሕ የብልዎ ማለት እዩ ብዝኾነ ዝበሉኻ ግበረሎም ወይ ዓዶም ግደፈሎም ከም ዝበሃል ኣብ ኢትዮጵያ ክሳብ ዘሎ ግድን እዩ በቲ ሕጊ ክቕየድ ብብዝሒ ኣዛራቢ ስለ ዘሎ ኣነ ከምዚ ኣጊደ ክነግረኩም ወይ እታ ዝበሉኻ ክትገብረሎም ኣለካ ወይ ዓዶም ክትገድፈሎም ክትክእል ኣለካ ግን ኣዶናይ ጥራይ ኣይኮነን ወላ ገለ ገለ ተጋሩ እውን ቪድዮ ክርእየኩም እየ ነቲ ጉዳይ ዘይተሓጎሱ ካብ ኣዲስ ኣበባ ዝተመልሱ በዓል ንሆም ገለ ዝበሃሉ ማለት እዩ ስለዚ እታ ዘላቶ ምርጫ ናቱ ናይ ሓንቲኣ እሳ ከዓ ናቱ ትካል ይምስርት ናቱ ትካል ናይ ግብረ ሰናይ ግብረ ሰናይ እንተ ደኣ ናትካ ትካል መስሪትካ እኮ በቃ ትካል ስለ ዝኾነ እቲ ትካል ንዝኾነ ክሕግዝ ገንዘብ ከዋፅእ ገለ ስለ ዝፍቀዶ ሽግር የብሉ እንተ ደኣ ብውልቂ ቲክቶከር ኮንካ ገንዘብ ተዋፅእ ኮንካ ግን በቃ ከምዚኣ ገይሩ እቲ መንግስቲ ገንዘብ ክዕድገካ ወይ ኣታዊ ክገብሮ ይኽእል እዩ ማለት እዩ ስለዚ እታ ዘላቶ ምርጫ ከመይ እያ ማለት እዩ ኣብዚ ጉዳይ እዚ ሓሳብኩም ሃቡ ብዙሓት እውን ሓሳቦም እንዳሃቡ እዮም ዝርከቡ ዘለዉ። ብጣዕሚ ለሐዝን ዜና እዩ ደቂ ዓበይቲ ከምቲ ትሪእዎ ለለኹም ከተማ መቐለ ኣቲና እኔና ኤርፖርት ኣቲና እኔና ደቅኖ እና ኣብ ኣብ ሓንቲ መዓልቲ ትሪእዎ ለለኹም ኽዳውንትና ልተወሰና ሕሩጭ ሰብሲብና ኔርና ብጣዕሚ ተገዳስነት ኔርዎ እቲ ህዝቢ ልክሕግዘና ነገር ግን እቲ ትማሊ ልወፀ መግለፂ ብሶሻል ሚድያ ምንም ዓይነት ምስብሳብ ከይግበር ልብል ናብ መንግስቲ ልወፀ መግለፂ ኣሙለለ ልተሰብሰበ ኹሉ ናብ መንግስቲ ልክርከብ ልብል ዓብይ ሓደ መምርሒ ስለ ልወፀ ደቂ ዓበይቲ ኣንሕና መጉልና ብዙሕ ፈተና ስለ ልበፀሐና ልኾነ ልኡኽ ለለዎም እዮም ልሰራዊት እዮም ልእከብሎ ልብል ደስ ለይሉ ኢንፎርሜሽን በፅሕዎም እቶም እና ፀጥታ ኣካላት ኣብ ግልና ብዙሕ ፈተና ስለ ልበፀሐና ኢና ላብ መቐለ ተገኔና ኔና ኣባና ብቻ ይኾነ ኣብ ኣዲስ ኣበባ ልነበሩ ልተፈላለዩ ኣካላት ላሰውሰው ልነበሩ ገብል ክገብርዎ ተገይሮም እዮም ኣብ ድሪዳዋ ማሃምኡ ኣዳማም ላሰውሰው ልነበሩ ኣሕዋትና ኣም ተገይሮም እዮም ደቂ ዓበይትና መቐለ ተመሊስና ኣቲና እኔና ደቂ እኖ ናጋ ብላይቭ እውን ላሰብሰብና ኔርና ኢና ኣዲስ ኣበባ እሞ ኬርና ኢና ዓድልና ኣይሳኸዔ ኣዮኹም ገና ህዝብና ክድሕን እዩ ግን ደቂ ዓበይቲ ኸዚ ለለ ናጋ ኤርትራውያን ኣሕዋትና ላሓገዙና ልተወሰነ ንብረት እኒኦ ናጋ ሒዝና ላፍትና ስደተኛ ካምፕ ክንኸድ ኢና ደቂ ዓበይቲ ኣብ መቐለ ለለኹም ብንብረት ብቻ ምሳና ክትሕግዙ ትደልዩ ላኣና ብውሽጢ ኣናግሩና ብንብረት ብቻ ብኣካውንት ተኾይኑ ናፍቶም ብሰለስተ ኣሕዋትና ልተኸፈተ ኣካውንት ኣእትዎ ብንብረት ብቻ ምሳና ክትሕግዙ ትደልዩ ግን ደቂ ዓበይቲ ብውሽጢ ጸሓፉልና ሰሰናዩ ላኣኹም እቲ ንብረት ኣውለሎም ልክመጽ ተስፋ ንገብር ኢና ልክነረክቦ ተተገዲድና ግን ክነረክቦ ኢና ማለት እዩ ደቂ ዓበይትና ኣብዚ ኣብ ልጠመዩ ህዝብና ፖለቲካ ምእታዊ ብጣዕሚ የሕዝን እዩ ልሓገዝኹምና ሰባት ኤርትራውያን ኢትዮጵያውያን ኹለኹም ላመስገንኹ ሼር ግበርዎ እሳቶም ይረእይዎ ልሓገዙና ሰባት ማለት ታይ ሃምልጋጠመና ይረእይዎ ትማሊ ውን ስልክ ልዓጸና ስለ ልነበርና እና ሼር ግበርዎ ሰናይ ልኣኹም ደቅነይ ልግልና ምጣዕሚ ፈተና ሰለ ልበጽሐና ኢና መቐል ኣቲና ለለና ሰላም ክቡራት የሕዋተይ ኣገዳሲ መልእክቲ ስለ ዝኮነ እስኪ እዛ ቪድዮ እዚኣ ናይዚ ሓውና ዘሕልፎ ዘሎ መልእክቲ ናብ ኩሉ ንሰምዓ ክበጽሕ ምእታን ላይክ ሸር ዳገበርኩም ኣብጹሑልና ሕጂ ናብቲ ቪድዮ ከብለኩም ሰናይ ጻኒሒት። ብጣዕሚ ለሕዝን ዜና ደቂ ዓበይቲ ረይዎ መቐለ ኣቲና ኔና ሃም ይፍለጥ ኮይኑ ኣዲስ ኣበባ ብንብረቲ ብሕርጭይ እንዳሰባሰብና ኔርና እና ኣብ ሓንቲ መዓልቲ ዝለኣከለ ንብረታት ተሰብሲቡ ኔሩ ግን ላብ መቐለ ክመጽእ ይኸኣለይ እውነት እውነት ብጣዕሚ ለሕዝን ነና ኣብ ልጠመየትሉ ህዝብና ኣብ ልተቸገረሉ ጊዜ ክመጽእ ይክኣለይ ኩለን ኣብ ኣዲስ ኣበባ ኣብ ኣዳማ ኣብ ብዙሓት ዳተሰባሰባ ነብራ ላብ መንግስቲ ተረኪቡ እኒኦ ናይና ግን ኣብ መኻዚኖ እኒኦ እና ተሻጉርና ዓቅሚ ለለኩም ሰባት በይዛ ከትኹምኩም ሽጠና ጉርና ምንም ክግበር የክክኣልይ ኩሉ ለበጎዩ ሓደ ሓደ ኣሕዋትና ለለ ብንብረት ለሃብኹምና ልተወሰነ እኒኦ ላብ ህጸጽ ሒዝና ንመጽኢና ብጣዕሚ ብጣዕሚ እውነት እግዚኣብሔር ኣምላክ መዋጽእት ይፍጠረልና እዚ ግዜ እዚ ተሻጊሩ የርእየና ኣደይ ኣዮኺ ክሓልፍ እዩ ናጋ ካሊእ መዓልቲ የቀንየልና ደቂ ዓበይቲ ብጣዕሚ ስለተሰምዐና እዚ ቪድዮ እዚ ሼር ግበሩልና። ሰላም ክቡራት የሕዋተይ ብዛዕባ እዚ ኣብ ውሽጢ ሓደ መዓልቲ ዝተዋፅኣ ዓሰርተ ሽዱሽተ ሚልየን ጠቕሊሉ ናብ ትግራይ ክከይድ ኣለዎ ክካፈልማ የብሉን ትብሉ ዝነበርኩም ክቡራት ይሕዋተይ ሕጂከ ኣብ ከመይ ኩነታት በፂሑ እስኪ መጀመርያ እዛ ቪድዮ እዚኣ ንርኣያ ድሕሪኡ እውን ኣነ ሓሳበይ ክህብ እየ ሰናይ ፃንሒት።

እኛ እንግዲህ ክህሎቱ የለንም ይህን ያክል ብር ወደ ምግብ ቀይረን ደሊቨር ለማስደረግ እውቀቱ ስለሌለ እነሱ ግን የተካኑበት በዚህ የሚያውቁት ነገር ስለሆነ እነሱ በሴፍቲ እንደሚያደርሱልን ቃል ገብተውልናል ማለት ነው። የምጨምረው ነገር አለ? ኧረ ምንም በቃ ጨርሰናል። አሁን ደግሞ በኋላ እዛ ስናስረክብ ደግሞ እናሳያቸዋለን።
እቲ ቪድዮ ከም ዝረኣኹሞ እዩ ፈሪሞም እዮም ንመንግስቲ ዘረክብዎ ዘለዉ። መጀመርያ ንህይወትካ ተጠንቀቕ ወዲ ዓበይቲ ብዙሕ ነገር ትሰርሖ ነገር ስለ ዘለካ ኣብ ኢትዮጵያ ከም ዝረኣኹሞ ናህትይ ትብሎ ማሕበራዊ ኑሮ የብልካን ብፍላይ ፌመስ ተኾንካ ናህትይ ትብሎ ሂወት የብልካን በቲ ንሶም ዝብልዎ መንገዲ ተኸይድካ ታሂወትካ ክትቀንዕ እያ በቲ ንሶም ዘይደልይዎ ህዝቢ ዝደልዮ መንገዲ ከይድካ ንህዝቢ ተድሕን እንድሕር ተሊኻ ናብ ሓድነት እንድሕር ተመጺኻ ሓድነት ፈጢርካ እንድሕር ተተሓቛቒፍካ ሓድነት ፈጢርካ እንድሕር ህዝቢ ትሕግዝ ተሊኻ ዝጠመየ እንድሕር ተልዕል ተሊኻ እዚ ኣይፈትውዎን እዮም ካብ ናህቶም መንገዲ ውጭ ስለ ዝኾነ ስለዚ በቲ ንሶም ዝብልዎ መንገዲ ክትከይድ ኣለካ በቲ ንሶም ዝብልዎ መንገዲ ተዘይከድካ ደሞ ኣብይ ቦታ ከም ትርከብ መቸም ንዓኹም ጠፍኦኩም ኣይኮነን ምኽንያቱ ወይ ግበራ ወይ ኣይትግበራ ዝብል መሰል ዘይሕሉ ኣብ ዓድና ዘሎ ዲሞክራሲ ትፈልጥዎ ንሶም ብዝበልዎ እምበሪ ህዝቢ ብዝበሎ ክሳብ ሕጂ ከይዱ እዩ ወይ እንዳኸደ መፂኡ ተልኩምኒ ኣደኖ ወይ ኣነ ዓዊረ ኣለኹ ማለት እዩ ወይ ኣነ ዘይሰምዕ እዝን ሂብኒ ኣሎ ማለት እዩ ኩሉ ግዜ ኣብዞም ፖለቲከኛታት ተሪኢኹም ህዝቢ ክተሓቋቆፍ ህዝቢ ክሓልፈሉ ህዝቢ ክበልዕ ህዝቢ በሊዑ ሃፍቲሙ ክልወጥ ምሁር ኣብ ዓዱ ክነብር ሃፍታም ኣብ ዓዱ ክነብር ዓዱ ክልውጥ ዋላ ሓንቲ ኣይደልዩን ኩሉ ባዕሎም ኮንትረል እዮም ክገብርዎ ዝደልዩ ኩሉ ባዕሎም ክቋጻጸርዎ እዮም ዝደልዩ ብፍላይ ደሞ ህዝቢ ንህዝቢ ክተሓቆፎ ኣይደልይዎን ከመይ ጌሮም ከላግዕዎ ከም ዘለዎም ከመይ ጌሮም ክፈልይዎ ከም ዘለዎም ከመይ ጌሮም ፈልዮም ወንበሮም ከደልድሉ ከም ዘለዎም ከመይ ጌሮም ኣጀንዳ ክፈጥሩልካ ከም ዘለዎም ጥራይ እዩ መንገዶም ኣዶናይ ደሞ ከም ትርእይዎ ዝኒኤኹም ፈሪሙ የረክብ ኣሎ ንሕና ዓቕሚ የብልናን እሞ እቶም ዓቕሚ ዘለዎም ይግበርዎ እዩ ዝብል ዘሎ። እዚ እንታይ ዓይነት መልእኽቲ ይመስለኩም? መቸም ኬድካ ንህዝቢ ንምዕዳል ኬድካ ንህዝቢ ንምሃብ ማኪና ኣዋሂድካ ናብቲ ዝተፀገመ ህዝቢ ኬድካ እቲ እኽሊ ምዕዳል ዓቕሚ ይስእኑ እዮም ኢልኩም ትሓስቡ ንስኹም? ኣይኮነን ኣረክብ ኣረክብ እያ ተዘይረኪብካ ደሞ ትቕዘፍ ትኣቱ ምስ ኣተኻ ደሞ ጥራይ ክጭነቐልካ ዝኽእል ዝተወሰነ ግዜ እቲ ሶሻል ሚድያ ክጭነቐልካ እዩ እንዳነውሐ ዝኸደ ሰዓት ግን ቤተሰቡ ጥራይ እዮም ክጭነቑ ዝኽእሉ ቀረብቱ ጥራይ እዮም ክጭነቑ ዝኽእሉ ስለዚ ንስኻ ስማርት ጸወታ ብምጽዋትካ ኣነ ከድንቐካ እየ ዘለኒ። ካሊእት ሰባት እውን ኣብቲ ዘለኹሞ ቦታ ኑቲ ቦታ ክተንብብዎ እዩ ዘለኩም። ኑቲ ቦታ ኣንቢብኩም ስማርት ጸወታ እኹም ክትጻወት ዘለኩም። ስማርት ጸወታ እንድሕር ዘይትጻወቱ ከንካ ቀዲምካ ንስኻ እኻ ትህሰ። ቀዲምካ ንስኻ እንድሕር ተተሃሲኻ ደሞ ትርጉም የብሉን ወዲቅካ ኣለኻ። ስለዚ ስማርት ጸወታ ተጻዊትካ ጽባሕ ንስኻ ቦታ ኣብ እትረኽበሉ ሰዓት እንታይ ዓይነት ጸወታ ትጻወት ደሞ ትፈልጥ ኣለካ። ከምቲ ልክዕ ኣብ ኲናት መጥቃዕቲ ክትጥቃዕ ከለኻ ተመሳሰሊ ምስቲ መሬት ወይ ከዓ ዝመሳሰል ክዳን ትኽደን ንምንታይ ኢኻ ዝመሳሰል ክዳን ምስቲ መሬት ትኽደን ንምንታይ ኢኻ ደበና ምስ መፀ ብደበና ተሸፊንካ ትኣቱ ንምንታይ ኢኻ ኣብ ማይ ሰዓት ትኣቱ ሽዑ ዝድቅሱሉ ሰዓት ስለ ዝኾነ ደበና ተመጽዩ ደሞ ደበና ተሸፊንካ ቀዲምካ ንስኻ ክትክሸፍ ስለ ዘይብልካ ቀዲምካ ጸላኢኻ ክትጥቅዕ ስለ ዘለካ ይኹን ካልእ እኮ ኣይኮነን ምስቲ መሬት ክትመሳሰል ኣለካ ነቲ መሬት ዝመስል ክዳን ክትክደን ኣለካ ክትበሃል ከለኻ እኮ ቀዲምካ ንስኻ ንኸይትክሸፍ ኮይ ካልእ እኮ ኣይኮነን ስለዚ ስማር ጸወታ ምጽዋት ጽቡቕ እዩ ድሕር ሕጂ ካብዚ እንታይ ትምህርቲ ክንወስድ ኣለና ክትብሉ ኣለኩም ካብዚ ትምህርቲ ወሲድኩም ክትገብርዎ ዝግበእኩም ነገርኩም ክትገብሩ ዘለኩም እዚ ኮይኑ ግን ኣይ ንምንታይ ሂዎም የምፃያ ኢልኩም ንኣረናይ ተሓንቁ ሰባትኩም ክትብሉ ትኽእልኹም ግን ፕሊስ ይሕዋተይ ሓደ ሓኳ ሓደ ሓኳ ንዓኻ ኣነ ፅባሕ ክመውት እየ እምቦ ንታ መቓብርስ ትቕይረኒ ትኽእል ዶ ተዝብለካ ምቐየርካዮ ዶ? ምቐየርካዮ ዶ? ብዝኾነ ውሽጥኻ ሕርር ዘብል ውሽጥኻ መዓንጣኻ ዝቐትል መዓንጣኻ ዝቖርጽ እዩ ዝካየድ ዘሎ። ግን ከኣ ሓደ ነገር ክትሕዝዎ ዘለኩም መዓንጣኻ ስለ ዝተቖረጽካ ትቕይሮ ነገር የለን። ኣብ ዘይትቕይሮ ነገር ዋላ ሓንቲ ንግዚኡ ንደቓይቕ ተሰሚዑካ ክትስእ ዘለካ ሜላ ኢኻ ክትፈጥር ዘለካ ካሊእ መንገዲ ኢኻ ክትፈጥር ዘለካ በቃ ሂወት ከምኡ እዩ ብገሊኡ ትዕንቀፍ ብገሊኡ ትወጽእ ብገሊኡ ትወድቕ ብገሊኡ ትዕወት ስለ ዝኾነ ስለዚ ኣሕዋተይ ካብዚ ተማሂርና ክንገብሮ ዝግበአና ነገር ክንገብር ኣለና በሃላይ ተረፈ ሰላም ምሸት ብጣዕሚ እየ ዝፈትወኩም ቻው ሰላማት ደቂ ዓደይ ሃመይ ምሽኹም ዘና ዕንተው ቪድዮ ዝሰራሕኽዋ ስለ ናይ ኣዶናይሲ ኣነ ኩነታትኩም የስሕቑኒ ማርያምን ኩላትኩም ሲ ኣይተረዳእኹም እዩ ማለተይ በቃ ነንባዕልኹም ገሊኹም ንምንታይ ሒዙ ዘይኸደ ቀዲሙ ገሊኹም ለለ ንምንታይ የህቢ ዘይብል ቅርሺ ንምንታይ ዝህቦም ተመሊሱ ገለና ማርያም ብጣዕሚ ኢኹም ትገርሙ ሓደ ሰብ ቀዳምነት ሂወት እዩ ክቕድም ዘለዎ ምክንያቱ ትፈልጥዎ ኢኹም ናይ ዓድና ናይ ኢትዮጵያ ነገር ናፈለጥኩሞ እዚ ቆልዓ ዝለለ ገርሂ እዩ ብርግፅ ስሕተት እኒኦ ወደ እዎ ስሕተት እኒኦ እዩ ኣብ ልዕሊኡ ምስ ቁልዕነት ተሓውስዎ ምክንያቱ ቆልዓ እዚ ዓብዪ ገለ በቃ ፊዚካል እንታይ ይበሃሉ ሪኢኹም ዓብዪ ገለ ጌርኩም ኣይትወሰድዎ ብጣዕሚ ሸለልትነት ኣለዎ እዩ ናይ ምብሳል ንእሽተይ ጉድለት ኣለዎ እዩ ማለት በቃ ችኩልነት ኣለዎ ብጣዕሚ ግርህነት ብጣዕሚ ግርህነት ኣለዎ ምክንያቱ ናይ ኢትዮጵያ ዘሎ ኩነታት ብእሱ ብቕንዕና ብግርህነት እዩ ዝሪኦ ዘሎ እዞም ተንኮል ዝስርሐሉ ወይ ድማ ከምዚ ገለ ከጋጥመን ገለ ኢሉ ዝሓስብ ቆልዓ ኣይኮነን ረዲእኩም ኣነ ገሪጉ ኣብ ምንታይ መሲልኩም መጀመርያ ካብ መጀመርያ ክእክብ ከሎ ዝኾነ ነገርሲ ክበዝሕ ከሎ ሃምዚ ክእክብ ከሎስ ናተይ በቃ ዘለዎ ሒዙ እዩ ክኸድ ነይርዎ ከምቲ ካሊእ ሰብ ቀዲሙ ሒዙ ዝኸደ ዘለዎ ኣኻኺቡ ሒዙ ክኸድ ነይርዎ ግን በቃ ተረዲእኹሞ ተኮይንኩም ዝቆልዓ እዚ ብጣዕሚ ብፅቡቅ እዩ ሓሲዎ በቃ ደስትኡ ሪእኹሞ ተኮይንኩም መጀመርያ ከሰባስብ ከሎ በቃ ጀነነተር ሒዙ ክኸድ መደቀሲ ካብ ማቻቺ ምግቢ በቃ ለሎ በቃ ኩሉ ኣብ ውሽጡ ዘሎ ተተረዲእኹሞ ተንቢብኹሞ ንግግሩ ኩሉ ሽዒትኡ ቪደዮ ዝሰራሖ ተተዓዚብኹሞ ካብ ውሽጡ ድሌት ዘለዎ ብጣዕሚ ብጣዕሚ ንፅቡቅ እዩ በቃ ሓስዎ በቃ ማዕረ ጀነሬተር ሒዙ ክኸድ ምናምን ሱ ኢሉ ከምዚ ምግቢ ብቻ ንግዚኡ ገለ ምናምን ወይ ለለ ክዳን ብቻ ሒዙ ክኸድ ኣይሓሰበይ ተረዲእኹሞ ተኮይንኩም ማለት እዩ ሶ ሓሳብ ብጣዕሚ ፅቡቅ እዩ ግን ለለ እሱ ኣብ ኢትዮጵያ ኮይንካ ክኾነ ይኽእል እዩ በቃ ብጭራሽ ከምዚ ክሰርሕ የልካ ክኾነ ይኽእል እዩ እዚ ከጋጥመኒ ኢሉ ዘይምሕሳው እዚ ጌጋ እዩ ለለ ምስቲ ቁልዕነት ተሓዊስዎ እዩ እምበር ብጣዕሚ እዩ ፅቡቅ ብፅቡቅ እዩ በቃ እቲ ቆልዓ ፅቡቅ ሒዙ ክኸድ በቃ ማኪናታት መሊኡ ገለ ምናምን ሓጎሱ ኣብ ገፁ ተንቢኹሞ ብጣዕሚ እዩ ተሓጒስ ነይሩ ከምኡ ሓሲቡ ክሳኸዐለ እዩ ልቢ ምሕሳቡ ማለት እዩ ካብኡ ከዚ ከዓ ተዓዚብኩሞ ተኮይንኩም ብጣዕሚ ገፆ ፅቡቅ ኩነታት የለን ንምንታይ ኢኹም ዘይትርድእዎ ሓደ ሓደ ሰባት ኒኹም ማት በቃ ተረድእዎ ማርያምን ኣብ ገፁ ኣንብብዎ ዝኾነ ነገር እኮ ሕጉስ ከምዘይኮነ ፍልጡ እዩ ልልሕጉስ ክኾነ ይኽእል እዩ ንዛሕ ግን ዝኾነ ሰብ ኢሉ ተዋፅኡ ገንዘብ ንዓ ከካፍል ክብልዎ ከለዉ እሞ ከዓ ሌላ ብጥሜት ንዘለ ሰብ ኣብ ኬንዳ ንዘለ ሰብ ተሓስዩስ በቃ ንሃምዚ እዩ ንሃምዚ እዩ ንዘይ በቃ ማለተይ ቆልዓ እሱ እዚ ገንዘብ እዚ ተዘየካፍል እሞ ካልኣይ ኣዋፅ ተዝበሃል ብዕፅፊ ከዋፅ ይኽእል እዩ ንክፍኣት ሓሲቦሞ ተዘይኮይኖም ንሶም ንሱ ከዋፅ ይኽእል ነይሩ እዩ በቃ ብቕንዕናስ እሱ ሒዝካ ከድሞ ተመሊስካ ከዓ ንዚኦም ተዋፂኻ ተዝብልዎ ነይሮም ከዋፅ ይኽእል ነይሩ እዩ ግን ንሶም ብከምኡ ኣይሓሰብዎይ ንምንታይ ዝኮለይ ገንዘብ ሒዙ ይኸድ እዩ ናቶም ሶ ንሶም ከምኡ ክብሉ ከለውስ ንስኻትም ከ ንምንታይ ኢኹም ኣሕዋትና ናግልን ማርያምን ሕዝሊ ንሃሙይ ከታ እዩ ክበሃል ንሃሙይ ሕዝሲ ገንዘብ ቅርሺ ኣይኮነን ክዳውንቲ ግዛዕም ዝዓት ናዋፁ ነይሮም ሶ ተባሪሮም በቃ ከይዶም ንዓዶ ካብዚ ብላዕሊ ስታይ ኢኹም ትደልዩ ፈሪሑ ዶ ከምዚ ገይሩ ዶ ከምዚኣ እዛ ቅርሽታ ከፊልዋ ከምዚኣ ኣውርደት ዶ ማርያምን ሓደ ሓደ ግዜ ናይ ሰብ ሂወት ለና ሓሰብና ሂወት እዩ ዝቕድም በቃ ካብ ምንም ቀደም ተመሓዋትና እዮም ዝቕድሙና ማተይ ኣብ ማንም ማይዳ ከይዶም ናይ ማንም እንታይ ይበሃል ኮይኖም ክኾኑ ኣይንቐሪ በቃ ማንም ክሳለቐሎም ወይ ለለ ማንም ሓደጋ ካብፅሐሎም ኣይንደሊ ለለ ሓፋር ኣደጋ መብፅሒት ያኹንቲ ተዓዲ እና ብጣዕሚ ክንርድኦም እኒአና እዞም ቆልዑሲ ክንርድኦም እዩ ዘለና በተለይ ንኣዶናይ ብዙሓት ሰባት ኣይተረዳእኹም ይብቃ ብጣዕሚ ኢኹም ተናእስዎ ብጣዕሚ ኢኹም ተብልዎ ዘለኹም ሰብ ክንርድኣሉ እኒአና ኩነታቱ ፅቡቅ ከምዘይኮነ ዝቆልዓ ኣብ ሕማቅ ኩነታት ከምዘሎ ማለት ሓቂ ኢሉ ሕማቅ ክስምዖ ግን እሱ ሕማቅ ተሰሚዑ ኢሉ ክዛረብላ ኣይደለይ በቃ ንማንም ሰብ ክጎዳ ኣይደለይ ተረዲእኩም ካብኡ ሌላ ንኩነታትኩም እያ ስሒቁና ዓንተወይ በቃ እቲ ሓደለ በቃ ብወገኑ ኛው ኛው ኛው ጫፍ ጫፍ ጫፍ በቃ ንምንታይ ከም ዝገብር ንምንታይ ከም ዝገብር እንዲ ኣረ ዝቆልዓ እዚ ንሂወቱ ንሕሰበሉ ማርያም እሱ ተሃሉ እዩ ገንዘብ ክእከብ ክህብ ዝኽእል ስለዚ ዘለዎ ኩነታት ተረድኡ እምበር እዚኣ ንርኣ ደንያ ዕንቶ ናዚ ስኢለ እንታይ ይበሃል እቲ ኩነታት ክመስሒቕ ኔና ሰሓቅ ክፀኒሐ እምበር ኣደናይ ዝገበሮ ገይጋ እዩ ኢለ ይኮንኩ ስሒቐና ሓደሓደ ግዜ እቶም ዘለዉ ሓዋትና ፍቕሪ ንሃብና ክጓዓዙ ንግበሮም ባለፈው ጥር 2017 ጀምሮ እስካሁን እስካለንበት ታይሳስ 2018 ድረስ ወደ ሁለት ሚሊዮን ኩንታል

ኩቡራት ተዓዘብቲ ክሳብ መጠረሽታ ምሳይ ምጽናሕኩም ብልቢ እየ ዘመስግን ናይ ሎም መደበይ እዚኡ ነይሩ ስለቲ ኩሉ ግዜ ትከታተሉኒ ትቡኒ ርእቶ ሓሳባት ብጣዕሚ እየ ዘመስግነኩም ኩሉ ግዜ ኣብ ጎድነይ ዝኮንኩም ሰባት ማለት እዩ ደጊመ ደጋጊመ ብሩክ ቀዳመ ሰንበት ይግበሮ ኣየሳእነና የቀንየለይ። ፋራይ ኦፊርካ እተ በሊዕካ ጽገብ ተኸዲንካ ሙቕ ጎይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለጅለውጠልና ወይለይ ኦፊርኩም እተው በሊዕኩም ጽገቡ ተኻዲንኩም ሙቕ ጎይኹም ክይዱ ክንዲ ናይደይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ሳኻትኩም ይቐኒ መኒ ናይጆ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ።